እቲ ኣመሓዳሪ ሓደ ኣመሓዳሪ ሓንቲ ዓዲ ንፈጣሪ ምስ ሸይጣን ከታዓርቅ ዝብል ኣጀንዳ ኣዳልዩ ሽማግለ ክኾኑ ዝኽእሉ ሰባት መሪፁ መግለፂኡ ሃበ። ናይ ሎሚ መዘራረቢ ኣጀንዳና ንሸይጣን ምስ ፈጣሪ ምትዕራቕ እዩ። ኩልና ከም ንፈልጦ ሸይጣን ካብ ዝነብረሉ ስልጣን ካብ ዝባረር ጀሚሩ ደቂሱ ይፈልጥን ከም ትርእይዎ ንሓድሕድና ክንጨቓጨቕን ክንበኣስን ንውዕል ኣለና ስለዚ ሸይጣን ምስ ኣምላኽ ክዕረቕ ኣሎ ኬድኩም ንጹር ዝኾነ መልሲ ሒዝኩም ክትመጹ ኣለኩም እታ ጉጅለ ንዝተባሃለቶ ንምፍጻም ተበገሰት ሸይጣን ደቂሱ ረኸቦ ዝጠዓመካ ትመስል ኣለኻ ኣቶ ሸይጣን። እወ ሳላኹም ዝተሳኣነ የለን ሰላም ረኺበ ኣለኹ። ናይ ደሓን ዲኹም ደኣ ናባይ መጺኹም? ፍቓድካ እንተኾይኑስ ምስ ኣምላኽ ክነተዓርቐካ ሓሲብና ኔርና። ዋውውውው ኣይከውንን'ዩ ከይትሓስብዎ ምሳኹም ዝተዓረቕክዎ እኣኽለኒ። ንሱ እዩ እኮ ክልተ ግዜ ካብ ስልጣነይ ዘባረረኒ። ከምዛ እትሪእዎ ዘለኹም ኣብ ኩሉ ቦታ እየ ዝድቅስ ዘለኹ ምኽንያቱ ስራሕ የብለይን። ሽመይን ስልጣነይን መንጢሉ እዩ ዓዲ ውዒል ገይሩኒ። ስለዚ ኣይዕረቑን እየ ኣይትድከሙ። ብጀካ እቲ ካባኻ ተወሲዱ ንሚካኤል ዝተዋህቦ ካልእ ስራሕ ነይርካ ድዩ? እወ ነይርኒ። ንዘመናት ንበይነይ ዝዕንድረሉ ዝነበርኩ ዝሙትን ተንኮልን፣ ሓሶትን ክሕደትን፣ ካባይ ንላዕሊ ኣብዚሑ ዝጥቀመሉ ሰብ ዝተባህለ ፍጥረት ይብለይ። ሰባት ብሽመይ እናተጸዋዑ ነንሓድሕዶም ክናኸሱ ይውዕሉ። ኣነ ክሰርሖ ዝኸብደኒ ንስኻትኩም ከም ጽድቂ ኢኹም ትቆጽርዎ። ኣነ ክሳብ ሕጂ ሰብ ቀቲለ ይፈልጥን ምስ ዋላ ሓደ ኣይዘመኹን ንስኻትኩም ግን ዘሚኹም ሰብ ቀቲልኩም ሸይጣን ኣጋጊ ንትብሉ ኣነ ምሽ ከጋጌኩም ብስራሕኹም ኢኹም ተቕንኡኒ። እግዚኣብሔር ንዓይ ብቓሉ እዩ ዝስዕረኒ። ኣነ መንበር እግዚኣብሔር ዝተመነኹ ንግዚኡ ኣብ ጥቓና ስለ ዘይነበረ እዩ። ንስኻትኩም ግን ልዕሊ ሓለቓኹም ሓለቓ ክትኮኑ ትምነዩ ካብ ሸያጢ ንላዕሊ ትኸስቡ ካብ ሓረስታይ ንላዕሊ ፀባ ትፀግቡ ንጎን ምሸትን ትሰርቁ ትሕሱ ትዝሙ ንሓድሕድኩም ትዋግኡ እዋ ኣነ ዘይፈልጡ ሓጢኣት እኮ ኣሪእኹምኒ

ኣንስትኹም ቆልዑ ተሒቚፍኩም ትዝምዉ ንስኹም ንዝሰርሐ ትምንጥሉ ንዝሰረቐ ትሽልሙ ንሌባ ተባዕ ንዝቐተለ ጅግና ንሓድነት ዝቃለስ ብዘይ ምሕረት ትቐትሉ ኣብ መዓር ሽኮር ኣብ ጠስሚ በናና ኣብ እንጀራ ኖራ ሓዊስኩም ትሸጡ ንስኹም ዝወደቐ ገረብ ምሳር ይበዝሖ ኮይኑ ነገሩ ጌጋታትኩም ብኣይ ተሳብዎ ቁሩብ ዘይትስከፉ ንስኹም ኣነ ደኣ ስልጣነይ ተመንጢለ ደቂሰ እንድየ ዝውዕል ዘለኹ። በል በል በቃ እኽለካ ሕጂ ወቐሳ ግደፍ። ቀንዲ መምጺእና ምስ እግዚኣብሄር ከነተዓርቐካ ኢና መጺእና። ከነተዓርቐካ ዲኹም ዝበልኩ? ትገርሙ ኢኹም። ዝዕረቕ እምበር ዘተዓርቕ መዓስ ተሳኢኑ። ከም ሑጻ ባሕሪ መሊኡ ኣሎ። ዝዕረቕ እዩ ጠፊኡ ዘሎ። ካብ ሲኦል ንላዕሊ ይቕሬታ ምባል እንዲኹም ትፈርሑ። ይቕሬታ ዝበሃል ኣይኮነን ተግባሩ ቃሉ ጥራይ እንዲ ዘሰንብደኩም ንስኹም ንሓድሕድኩም ዘይተዓረቅኩም ካልኦት ክትዓርቁ ጉባኤ ትፅውዑ ብፀርፍን ቂምን ልብኹም ተደፊኑ ፀጉርኹም ስለ ዝሸየበ ጥራሕ ከነተዓርቅ ትብሉ እስኪ ክሓተኩም ንምዃኑ ክሳብ ሕጂ ዝወፁ ደርፍታት ንዕርቂ ተባሂሉ ዝተደርፈ ደርፊ ኣሎ ዶ ብጀካ እምቢበል ሓሳዊ ገባቲ ኣይትተሃመል ሃምቦፍ ኣይትወስውሰኒ ካብ ዝብል ወጻኢ ንዕርቂ ዝምልከት ሰሚዕና ንፈልጥ? ሰብ ምስ ገዛእ ሕልንኡ ተባኢሱ ኣብ ሓደ ቦታ ቀሲኑ ምንባር ስኢኑ ምስ ሕልንኡ ዝዓርቆ ይደሊ ኣሎ፣ ንስኻትኩም ኣብዚ መጺኹም ንዓይ ትርብሹኒ ክብል ገዲፍዎም ከደ። እቶም ልኡኻት ተመልሱ። ኣመሓዳሪ ንሸይጣን ረኺብኩሞዶ? እወ ረኺብናዮ፣ ግን ጸሪፉ'ዩ ኣፋንዩና። ደሓን እዩ ንሱ ሓይሽ ዝገደደ ጥንቁልና ኣሰልጢኑ እንቋዕ ኣይለኣኸኩም ብምባል ዘመሓዳሪ ተከዘ።